ኣቲ ፈርያ ኣቲ ማሕቆቅ እዛ ቪድዮ ንዓኽን እያ ምክንያቱ እውይ ኣውድክዮ ዘለኺ እውይ ተሪኽ ቀጢንኪ ፀሊምኪ ከዓ ተሓሊኺ እዋ ኣቶም ደሪኹኪ እውይ ከምዚ ዓይነት ርእቶ መፀክን ዶ ከምዚ ዓይነት ርእቶ ሰማዕዶ ኦቨር ኦቨር ግን ወይ ቀፃሊ ማይ ቀበሮ ሰላም ኣሰላም ሎማዓንቲ ምሳኹም ዘለዎ ሰዓት ትኽእል ናይ ሎማዓንቲ ከዓ ብዛዕባ ምስልና ቀዲምኪ ሮጊድኪ ኦፒኒየን ናይ ሰብ ከምኡ ክጠቅም ኣነ ዝገርመኒ ነገር ሰባት እንድሕር ፅቡቅ ነገር ብዝረብ ደይብልና ጽቕጢ እዩ ኣነ ብጣዕሚ እየ ቕጣ ነረ ንእሽቶ እቲ ዝገርመኒ ከዓ ኣነ ዝቆኖስ ሰብ ሽጎር ካልእ ሰብ ዝረጎኖስ ካልእ ሰብ ሽጎር ኣሎ እንታይ ይበሃል እዚ ከም ናተይ ኣነን ሊሊ ሓፍተይን ምዕባይ ሓፍተይን ኣብ ኤርትራ ከለና ናይ ምምሕዳር ወኪልና ቐጠልቲ ኢና ነርና እንታይ ዘይ ንባህር ንቐጠል ትኽእል ኢና እቲ መሓቆ ሕማም ኣለዋ ጉርንጉሪት ኣለዋ ካብ ምሕር ከምኡ ምባል ሰብ ኦሮኖ በጊንስ ክሳብ ፊልም ታይም እየ ኣብ ናባይ ብርሃን ኣብዚ ጉርንጉሪት ኣለና ሓክምኒ ከዝቀጣኒ ነረ ዝጎረሮ ክንዲ ውፅእ ዝበለ ነይሩ ሕማም ኣለኒ ማለት እዩ ክንዲዚ ዝቐጥል ዘለኹ ካብቲ ናትካ ቅንሲ ሰባት ሳቕ ይደቕጥነካ ይልምድ ይበዝሕ ሕጂ ክንታይ ዘሎ ሩዲ እዋን ቢልኪ እዋን ዝኾንኪ ወይ ሓደ ሓደ ሰብ ኦኬ ክነግረን ኣለና ወይ ክነግር ኣለን ትብል ግን ኣነ ድሕር ትፈልጣ ኮይነ ንካስ ዝቐረባ ኮይኑ ንናይስኮ ክነግራ ክእል ወይ ከዓ ቀስ እናበልኩ ክሓታ ይኽእል ትዘይልስ ወይ እንታይ ኾንኪ ወይ ጥሩ መስልኪ ነብስ ነቲ ብፍላይ ብፍላይ ነቲ ሰብ ተጎዲኡ ዘሎ ወይ ከጉዳ ዘለያ ዶ ሒዘን ዘለዋ ክቐርና ዝደለያ ጠፊተን ዘለዋ ብውሽጡ እንታይ ከም ዘሎ ሰብኣይ ትፈልጠካ እቲ ከይፈለጥካ እዋይ ኣጋል እዋይ ኣትኩም ተላኹምኪ ኣተላኽልኪ ኣነ ኩሉ ሻዕ እዚኣ ዝረክቡ ሕጂ ቀጣን ስለ ዝኾንኩ መይ ፅቡቅ ኣለኩ ትብላ ገሌ ክንካ ቀጣን ይኹ ትብላ ኣይዶን ኣይዶን ኣይዶን ቅድም ግን ብጣዕሚ እባ ብርድ ገብረኒ ነይሩ ቅድሚ ናብ ኤርትራ ከለና ኣነን ሓፍተይን ብጣዕሚ ብጣዕሚ ኢና ቅጥምት ነይርና ኣነ ኣብዚ ዓዲ ምስ መጻኹ ዕሮ ግን ነለ ድላየ ይበልሕ ነይረ እዛ ዕባይ ሓፍተይ ሊድያ ከዓ ኣብ ኣሜሪካ ኮይና ከም ድላያ ንሳ ከም ድል ገለያ ኮይና ኣነ ኣብዚ ምስ መጻኹ ሕጂ ዕሮ ግን ነለ ድላየ ይበልዕ ድላየ ስቲ ነይረ ድሓር እንታይ እንዳኾንኩ እዚ ማልያ ከምዚ ምስ ገበርኩስ ኣብዚ ኮንቴክስት ጥቕልል ኣቢሉስ ንላዕሊ ካብዚ ናይ መንጎ ክልተ ስለ ፍልጠት ዝኾነ ገበርኮ ጂንስ ዝገበርኮ ስርስ ቀልጢፈ ፍሕፋሕ ኣብ ሰሙን ክልተ ሰሙንሲ እዚ ሲ እዚ ክልተ መንጎ ናይ እግርኻ ደሉስ ይፋሕፋሕ ኣብዚ ዓቕለይ ክፀብም ዝብል ሓውሳ እንታይ ረኸቡ ደለኹ ኣይ ቲንክ እዚ ክዳውንቲ እዩ ኢለ ንክዳውንቲ እየ ብሌም ገይረ ነይረ ሓለይ ሓብቲ ትፈልጥ ኖ ኖ ኖ ትረጉዲ ክደለኸ ያሃኒ ኣራሮ ግን ተመስገን ይበሃል ምክንያቱ ዕድሜ ሙሉእ ቀጣን ሕምምቲ ስልኪ ዓስከሬን ኩሉ ዓይነት ፃዕሪ ተፀሪፍና ኢና ሕጂ ብዚ ዓዲ ምስ መፃ ክኳ ብምጣሉ ከዓ ቀጢ ንፍትወሉ ኣብ ኤርትራ ክሉ ብጣዕሚ እዩ ደሰቀኒ ነይሩ ምክንያቱ እንደ ሕማማት ኢካ ዝበሃል ዋላ እቲ ክዳውንቲ ጌርካ ማለት ዘብቀልካ ነይሩ ኣብ ኤርትራ እንታይ ነይሩ ሽዑ ኣነ ዝነበርኩሉ ግዜ ቆያ ሕቡቅ ፅቡቅ ትጨቦ ዋይ ፅቡቅ ገለ ትባህሉ ጉድጉድ በለት ጓል ማለት እዩ ብፍላይ ቀያሕ ዲኣ ኮይና ሞናሊዛ እያ ሕጂ ኣነ ግን ከምኡ ይነበርኩም ብጣዕሚ ይቐጣ ነይረ ሓራ ብዛ ዓይነት ምስ መፃኹ ክረኩ ምስ ጀመርኩ ንዓይ ምርኳድ ምቕጣን ኣይረብሸንን እዩ ንዓይ ቀንዲ ነገር ናይ ጥዕና ምዃን ማለት እዩ ኣነ ምስ ናተይ ናይ መግቢ እንደለና ፍቕሪ መግቢ እንድሕር ርእየ እዛ መግቢ እዚኣስ ክተርጉደኒ ክት- no፣ ክተርጉደኒ ከይኮነ እዛ መግቢ እዚኣ ውሽጢ ኣትያስ ክጠቕመኒ ድያ ዋላ ክትጎድኣኒ እያ ዝብል ግን ዋላ ደስ ደይጥዑ መግብታት እውን ይበልዕ እየ ብዝበዝሕ ግን ከምኡ ኢለ እየ ንነብሰይ ዝገብራ ካልኣይ ስፖርት ምስራሕ ፈቱ እየ ምክንያቱ ክገብራ ይደሊ ነየ ሽሃ ድሕሪኡ ግን ብዙሕ ሓይሊ ስለ ዝህበን ፅቡቅ ስምዒት ስለ ዝህበን ይፈቱ እየ ስለዚ ሕጂ ኣብ ሰብ ብፅሕ እስከም ተዓራራይ ሰብ ኣደጋጊሞም ከምኡ ክኸሎስ ይኹን ናተይ ብዝነስ እንታይ እንታይ ኮንኪ ወይ እንታይ ክትገብር ደለኺ እንታይ ደኣ ከምዚ ኮንኪ ወደ ሓንዲኺ እንታይ ኮን ኢለኩም ኣብ ኤርትራ ከለኩ ሓደ መዓልቲ ከይትርስዓኒ ብጣዕሚ ሞራልካ ትትንክፍ ብፍላይ ብፍላይ እቲ ንድሕቲ ነብሲ ሒዝካዮ ዘለካ ድሕሪ ዘይትደልዮ ኮንካ ወይ ዘይትሕጎሰሉ ኮንካ ብጣዕሚ ሞራልካ ትትንክፍ መርዓ ነይሩ ኣብ ኤርትራ ሲ ጓል ሓትነና ትኸውን ትምርዓው ነይራ ሕጂ እሳ ካብ ኣሜሪካ ናይ መፅኣ ዝቐጠና ዋል እንዴት ደሊ ኢላ ሕጂ ኣነን ኤታ ጓል ሓ- ኤሩ ጓል ሓትነይን መሓዙት ኮይና ማለት እዩ እዚ ናይ መሓዙት ኣምፅያቶ ዝነበረት ከምዚ ስፓጌቲ ከምዚ ቀጢን እዩ ንሱ ምስ ገበርና ኣነ እዚኣ እዛ ኢደይ እዚኣ ጥራይ ትብል ኣብዚኣ እያ ነይራ ብጣዕሚ እያ ቅጣን ነይራ ኣክቹሊ እዚኣ ብግረይ እያ ነይራ ኣብ ኢደይ እሞ ከዓ እዚኣ እያ ነይራ ምስ መሓዛ ከለኹ ካብቲ ዳስ ናብቲ ካብ ናብቲ ገዛ ክኣቱ ከለኹስ ከም ገለ ሕልፍ ክብል ከለኹስ ሓደ ካብቶም ኣጋሽ ማለት ኣይ ጡንቻ ኢሉስ ከምዚ ሒዙስ ነቲ ዓርኩ ጥውዮ እንዲ ግዜ ትኸውን ኢልዎ ሰማል እንታይ በሃል እዚ ሽዑ ቆልዓ ይምህር መስኪነይቲ ሩዊን ገርዋ መዓልተይ ምክንያቱ እታ ትሕመን መፂኒ ሩይለይ ሓሪቐ ድሓር ተሓፈልሓትኒ እንታይ ኹ ገፅ ክባብር በየን ክበር እሱ ጥራሕ ይራኒ ከምዚ ኢልካ ንዑ የደልየ ክትብሉ ዳስ ኬክ ዳተቆረሰ ንዑ እየ ዝደሊ ብጣዕሚ ሓሪቐ ሕማቕ ተሰሚዐኒ ነብሰይ ብጣዕሚ ሕማቕ ተሰሚዐኒ ሕጂ ከዓሲ ከምኡ ዝረጎድክን ኣለኽን ዝቐጠንክን ኣለኽን ዝጠለምካ ከምኡ ኢልካ ኣይትነብርን ኢኻ ኣብቲ ታሪኽ ትቕየርኪ ከምኡ ኢልካ ኣይትነብርን ኢኻ ዕድመ ትውስኽ ኩሉ ነብስኻ ቅየር ኢደ ክፅበቕ እዩ ኣይፅብቕን እዩ but it's okay it's okay ክስ ኩሉ ሻዕ ከምዚ ቅድሚ ዓሰርተ ዓመት ዝነበርኩ ሰብ ክፅበየኒ ይክእልኒ ሰብ እውን ክፅበየ ይክእልኒ ሶ ኣነ በዚ ስለ ዝሓለፍኩ ብዙሕ ረጢንኪ ረጊድኪ ምባል ኣይፈትን እየ ምክንያቱ መን እዩ መን እየታ ፐርፌክት ነብሲ ዘላ መን እዩ ነብሲ ፐርፌክት ዝተባሃለ የለን ንዓይ ቀጢን ንካልእ ሰብ ቀጢን ሮጊድ ክኸውን ይኽእል ንካልእ ሰብ ሮጊድ በብናህና ኣረኣእያ ኣለና ሕጂ ካብ ከምኡ ለስና ከምፕሮ ለስና ክሪቲሳይዝ ጽቡቕ እንድሕር ዝበሃል የብና ሻደፋካ ኦኬ ሳሕዋተይ ካብዚኤን እንታይ ቲብ ክህበክ ንደሊ ወይ እንታይ ቲብ ክህበኪ ንዓኺ ብፍላይ እንድሕር ኮይኑ ቀዳመይቲ ንነብስኺ እንታይ ትብልያ ኣነ ረጓድ እየ ክትብሊ ኣነ ቀጣን እየ ክትብሊ ኣነ ፅብቕቲ እየ ወይ ኣነ ማሓቋቕ እየ ኣብዚ እንታይ ከምዚ ከንፈር ኣይፈትውን እየ ኢደ ኣይፈትውን እየ እግሪ ኣይፈትውን እንታይ ክትብሊ እያ እታ ትብሊ እያ ውሽጢ ክትብሊ እያ ከምዚ ፕሮጀክት ከምሻሎ ውሽጢ ክትብሊ እያ ፕሮጀክት ገይሩ ንሰባት ይረኣዮም እዩ ሰባት ከኣ ከምኡ እዮም ዝብሉኻ ኣነ ውይ ረጒደ እንዲ እውይ ተባላሽዮ ዘለኹ እንዳሓልኪ ካልእ መፅእ እውይ ተራ ተባላሽካ ትብለኪ እየ ምክንያቱ ኣብዚ ውሽጥና ዘሎ ይኸይድ እዩ ሰብ ንሰብሲ ይረኣዮ እዩ ስለዚ ንውሽጥኹም እንታይ ትብልያ ቅድም ንገርያ ኣምላኽ ፐርፌክት ገይሩ ፈጢረኪ እዩ ስለዚ ረጒደ ቀጢነ ከምዚ ኮይነ ከምዚ ኮይነ ዘይኮነ እስኺ እንታይ ትብልያ ነብስኺ ትፈትውያ ተኾንኪ ሰብ ክፈትወኪ እዩ እስኺ ንነብስኺ ክርሳይ ትገር ዋይ ኣብዚ ቆርጨት ዋይ ዝዓይነይ ከምዚያ ዛፍንጫይ ከምዚያ ኩላና ኢና ከምኡ ንብል ግን ብዝተኸኣለ መጠን ምን ይማይዘ ቀስ ምክንያቱ እቲ ኣባና ዘሎ ፅቡቅ ጥራሕ ንረኣዮ ድሕሪ ወጊድና ካልእ ክትረጉ ትደሊ ጓል ኣላ ኣነ ከምዚ ኤርትራ ዝነበርኩ ሰጓድ ኮለት ጣዕና ተኸናኒ ነራ ግን ኣይኮንኩም ቅጣን ጓላን ቅጣን ቅጣን እንድሕር ኮንካ ከዓ ክትቀጥን ከማኻ ክትቀጥን ትደሊ ጓል ኣላ ሶ ኩሉ ሻዕሲ ኣበራይ ንወፃላ ነብስና ከምታ ዘለናያ ፅቡቅ ኣለና ወይ ክንጎድል ተደልና ክንጎድል ወይ ክንውስኽ ተደልና ንወስኽ ግን ንነብስና እንታይ ንብላ ንነብስና እታ ቀዳመይቲ ቀዳመይቲ እታ ትደልያ ብርያ ዳዝማታ ሳይዝ 16 ዲኺ ሳይዝ 20 ኣነ ሳይዝ 8 እየ ንሕልኪ ጭስ ንገርያ ነብስኺ ደጋጊምኪ ኣይነታ ካልኣይቲ ይኽወን እዩ ደይክወን ኣይኮነን ኩሉ ነይሩ እዩ ክኸውን እውን ይኽእል እዩ እታ ካልኣይቲ ከ እንታይ ክብለኪ ደልየ ኣመጋግባ ኣመጋግባ ብፍላይ ኣብዚ ደገሲ ክንደይ ገለመለ እዩ ዘሎ ሕጂ ኣመጋግባና ከዓ ክንጥንቀቕ ኣለና ንድሕር ክንጎድል እንደለ ኮይና በዓል ፓስታ ሩዝ ፃዕዳ ባኒ ገለመለ ትስብታት ክጎድል ብኮምኢታት ብዙሕ ኣነ ዝገብሮ ክካል መዓልቲ ክገብረልክ ንኽእል እየ እንድሕር ደሊኽን ኣብቲ ቪድዮ ማለት እዩ ንገራኒ ግን ኣመጋግባና ስዊት ነገር ክንበልዕ ከለና ኣነ ሕጂ ንሕማቕ ባህታዊ ኣይደለኒ ብሽኮቲ ክበልዕ እንድሕር ጀሚረ ዶ ሆል ሾ ብሽኮቲ ክበልዕ ክእል እየ ግን ሰው ነብሲ ሓታ እዚኣ ውሽጢ ኣትያስ እንታይ ክትገብረኒ ተሐጉሰኒ ድያ ክተጥዕየኒ ድያ ክተባላሸወኒ እንድሕር ፅቡቅ ዘይትህበኒ ኮይና ኣሚኑ ማለት እዩ ብዝኽእል ዝተኽኣለሲ የውሕዳ ማለት እዩ

ኩሉ ሳዕ ኣለኹ ንስኻ እኳ ንስኻ ቀጣዕ ንስኻ ከምዚ ንስኻ ከምዚ who cares ኩሉ ሳዕ ናቶም ኦፒኒየን ስለ ዘለዎ ምክንያቱ ናቶም ኦፒኒየን ደይኮን ክሰምዕ ናይ ነብስኻ ኦፒኒየን ስምዒ ናይ ነብስኻ ምስ ሰማዕኺ ንነብሲ ከተሐጉሰኪ ነገር ምስ ገበርኪ ሊቭ ላይፍ ኤንጆይ ዩሰልፍ ደስ ማተር ክንዲ ዝኹኒ ክንዲ ዝኹኒ ኢንጆይ ላይፍ ከዚ ሎማ ዓንቲ ኣይትድገምና እያ ሶ እዚአን ኣይ ሆፕ እዚአን ከይገዛኽን ኢንጆይ ላይፍ ዳሴ ከጽባሕ ኣይንደግም ኣይንድገም ኢና እዚ ዘሎ ናይ ዕድመ እኮ ድሕሪ ዓሰርተ ዓመት ዋው እዚ ዘለኩ እኮ ዕድመ ክንብል ኢና so every day enjoy yourself i hope ካብዘን ተዛረብኩን ኣብ ውሽጥኹም ዘርኢ ዘሪእልክሞ so ኣብ ውሽጥኹም ኮይና ክትበቁል ክትሕግዘክን ልበይ ዝፈትወክን thank you for your time ciao ciao